ሰላም ተኸታተልቲ ትግርኛ ዴይሊ፣ ሎማዓንቲ ከዓ ዕለታዊ ዜና ሒዝናልኩም መፂና ኣለና። መጀመርታ ብቐንዲ ነጥብታቱ ክንጅምር። ኤርትራውያን ተቐዳደምቲ ኣብ ኬንያ ከም ኮኾብ ነጊሶም። ሩስያ ሓድሽ ስርዓት ኣብ ቡርኪስ ክኣቱ ትጠልብ። ከምእውን ግጭት ዕጡቕ ጉጅለ ፋኖን ፈደራል መንግስትን ብልዝብ ዶ ብጎንፂ ንዝብል ኣካታዒ ዛዕባ ሒዝናልኩም መፂእና ኣለና። ብተወሳኺ ሕዝቡላሕ ኣብ እስራኤል ብዝፈፀሞ መጥቃዕቲ ጉድኣት ኣውሪዱ። ዝርዝራቱ ኣብዚ ካብ ትሽዓተ ክሳብ ዓሰርተ ሰለስተ ጥቅምቲ ኣብ ኬንያ ከተማ ኤልደረን ኢተን ክካየድ ዝቐነየ ሻምፕዮን ኣፍሪቃ ክልተ ሽሕን ዕስራን ኣርባዕተን ኤርትራ ኣብቲ ጸወታ ዓብላሊ ብዝኾነ ሸውዓተ ወርቂ፣ ሓሙሽተ ብሩር፣ ኣርባዕተ ነሓስ ብምርካብ ብድምር ዓሰርተ ሽዱሽተ መዳልያታት ብምውህላል ብብዝሒ መዳልያታት ቀዳመይቲ ብምዃን ነቲ ውድድር ዛዚማቶ። ደቡብ ኣፍሪቃ ንኤርትራ ተኸቲላ ሰለስተ ወርቂ፣ ኣርባዕተ ብሩር፣ ሓደ ነሓስን ብድምር ሸሞንተ መዳልያ ኣዋህሊላ። ኡጋንዳ ከኣ ክልተ ወርቂ፣ ክልተ ብሩር፣ ሓደ ነሓስ ብድምር ሓሙሽተ መዳልያ። ኣብ ናይ ዓበይቲ ሄኖግ ሙሉብርሃን ንሳልሳይ ተኸታታሊ ዓመት ሻምፕዮን ኣፍሪቃ ክኸውን እንከሎ ሚልክያስ ማእከለ ተዓዋቲ ብሩር መዳልያ ኮይኑ። ኣብ ናይ ደቂ ኣንስትዮ ናይ ትሕቲ ዕስራን ሰለስተን ዓመት ኣድያም ዳዊት ተዓዋቲት ወርቂ መዳልያ ኮይና። ኣብ ናይ ትሕቲ ዓሰርተ ሸሞንተ ዓመት ኬቨን ተኽለማርያም፣ ሴም ኢዮብን ናሆም ኤፍሬምን ንጸወታ ምሉእ ብምሉእ ብምዕብላል ካብ ቀዳማይ ክሳብ ሳልሳይ ብምውጻእ ሰለስተ መዳልያታት ተሸሊሞም። ኣብ ደቂ ኣንስትዮ ትሕቲ ዓሰርተ ሸሞንተ ዓመት ውን ኤርትራ ብመንገዲ ናርዶስ ጸጋይ፣ ኤልዳና በረኸትን ወርቅን ነሓስን ክትረክብ ክኢላ'ያ። ኣብ ናይ ደቂ ተባዕትዮ ትሕቲ ዕስራን ሰለስተን ዓመት ናይ ውልቂ ናይ ግዜ ውድድር ውን ኤርትራውያን ሱዛን ፍስሃ፣ ኣድያም ዳዊትን ወርቅን ብሩርን መዳልያ ብምዕዋት ንኤርትራ ዳግማይ ዘውዲ ዓወት ኣድፊኤናኣ። ኣብ ትሕቲ ዓሰርተ ሸሞንተ ዓመት ደቂ ተባዕትዮ ናይ ውልቂ ናይ ግዜ ውድድር ኬቨን ተኽለማርያም፣ ናሆም ኤፍሬም ወርቅን ነሓስን መዳልያ ረኺቦም። ኣብ ናይ ትሕቲ ዓሰርተ ሸሞንተ ዓመት ደቂ ኣንስትዮ ናይ ውልቂ ናይ ግዜ ውድድር በቲኤል ኤፍሬም ወርቂ መዳልያ ብምርካብ ነቲ ውድድር ተዓዊታትሉ። ኣብ ታሪኽ ቻምፕዮን ኣፍሪቃ፣ ኤርትራ ኣብ ክልተ ሽሕን ዕስራን ክልተን ኣብ ግብጺ ከተማ ሻርም ኣልሸኽ ኣብ ዝተኻየደ ቻምፕዮን ኣፍሪቃ ኣብ ኩሉ ውድድራት ዓሰርተ ሓሙሽተ መዳልያታት ዝሓዘትሉ ከም ክብረ ወሰን ተታሒዙ ጸኒሑ'ዩ። ኣብ ክልተ ሽሕን ዕስራን ኣርባዕተን ከኣ ኣብ ኩሉ ውድድራት ኤርትራ ዓሰርተ ሽዱሽተ መዳልያታት ብምውህላል ንዝነበረ ክብረ ወሰን ዓቂባቶን ኣመሓይሻቶን ኣላ። ኣብ ቻምፕዮን ኣፍሪቃ ክልተ ሽሕን ዕስራን ኣርባዕተን ካብ ናይሮብን ካብ ካምፓላን ናብቲ ቦታ ዝተጓዓዙ ኤርትራውያን ደገፍቲ ኣቓልቦ ኬንያውያን ኣካየድቲ እቲ ውድድር ስሒቦም ቀንዮም። ሩስያ ንስግረ ዶባዊ ንግዲ ስርዓት ብዙሕ ባጤራታት ኣብ ቡርኪስ ክትጥቀም ሓሳብ ኣቕሪባ። ሩስያ ነቲ ዓለምለኻዊ ፋይናንሳዊ ስርዓት ንምሕላፍን ቁጠባኣ ካብ እገዳ ንምክልኻልን ኣብ ሞንጎ ሃገራት ቡርኪስ ኣብ ዘሎ ስግረ ንግዳዊ ንግዲ ናይ ክፍሊት ጽገናታት ክትገብር ሓሳብ ኣቕሪባ ኣላ። እቶም ዝቐረቡ ኣመራጺታት ብናይ ውሽጢ ዓዲ ባጤራ ዝግበር ንግዳዊ ንጥፈታት ንምጥዕዓም መርበብ ንግዳዊ ባንክታት ምፍጣርን ኣብ ሞንጎ ማእከላይ ባንክታት ቀጥታዊ ምትእስሳር ምፍጣርን ይርከብዎም። ካብ ሚኒስትሪ ፋይናንስ ሩስያ፣ ባንኪ ሩስያን ኣማኻሪ ትካል ያኮቭ ኤደን ፓርትነርስ ዝወጸ ጸብጻብ፣ እዚ ስርዓት ብዙሕ ባጤራታት ንተሳተፍቲ ካብ ከም እገዳ ዝኣመሰሉ ግዳማዊ ጸቕጢ ንምክልኻል ከም ዝሕግዝ የረድእ። እቲ ጸብጻብ ብተወሳኺ፣ ረብሓታት ኣመሪካ ኩሉ ግዜ ምስ ናይ ካልኦት ኣባላት ዓለማዊ ፋይናንሳዊ መርበብ ከም ዘይቃዶ ይሕብር። እቲ ሓሳብ ከም ነዳዲ፣ ተፈጥሮኣዊ ጋዝ፣ እኽልን ወርቅን ዝኣመሰሉ ጥረ ነገራት ዝምልከት ማእከላት ንግዲ ምምስራት'ውን ዘጠቓለለ'ዩ ኢሉ ገሊጹ። ድሕሪ ወራር ሩስያ ኣብ ልዕሊ ዩክረይን ኣብ ለካቲት ክልተ ሽሕን ዕስራን ክልተን፣ ኣመሪካን መሻርኽታን ከቢድ እገዳ ኣብ ልዕሊ ሩስያ ኣንቢሩ። ምዕጻው ናይ ሩስያ ናይ ወጻኢ ንብረትን ምቁጽጻር ዓቢ ባንክታት ሩስያ ካብ ስዊፍ ፋይናንሳዊ ስርዓት ተደማሚሩ ቁጠባ ሩስያ ከንቆልቁል እዩ ዝረኣ ዘሎ። ከም ግብረ መልሲ ናይዚ ድማ ሩስያ ኣብ ኢመሪካ ዘለዎ ጽግዕተኝነት ንምንካይ ዝሰርሕ ዘሎ። ይኹን እምበር ካልኦት ኣብ ትሕቲ ተመሳሳሊ ጸቕጢ እገዳ ዘይርከቡ ሃገራት ቡርኪስ ነቲ ኣብ ዶላር ዝተመርኮሰ ፋይናንሳዊ ስርዓትን ብዝግባእ ይሰርሓሉ ኣለዋ። ኣብዚ ድማ ዝኾነ ዘይምቅላው ሃገራት ከይፍጠር ኣስጋኢ ኮይኑ ኣሎ። ብደረጃ ዓለም፣ ዶላር ኣመሪካ ክሳብ ክልተ ሽሕን ዕስራን ክልተን ሓምሳን ሸሞንተን ፐርሰንት ካብ ኣህጉራዊ ክፍሊታት፣ ካብ ኤውሮጳ ወጻኢ ከምኡ'ውን ሓምሳን ኣርባዕተን ፐርሰንት ካብ ናይ ወጻኢ ንግዲ፣ ፋክቱራት፣ ከም ዝሕዝ ትካል ቡርኪኒስ ይሕብር። ኣብ ክልል ኣምሓራ ኣብ መንጎ ሓይልታት መንግስትን ዕጡቕ ፋኖን ዝካየድ ዘሎ ግጭት ኣስታት ሓደ ዓመት ኣቋሪጹ ኣሎ። ኣብዚ እዋን እዚ ግን እቲ ግጭት ኣብ ሓፈሻዊ ንጥፈታት እቲ ክልል መዓልታዊ መነባብሮ እቲ ህዝብን ከቢድ ቅልውላው ፈጢሩ ይርከብ። በዚ ምኽንያት መብዛሕትኡ ኣገልግሎታት ንግዲ፣ መጓዓዝያ፣ ጥዕናን ትምህርትን ካልኦት ንጥፈታትን ተቋሪፁ ከምዘሎ ነበርቲ ሓለፍቲ ምምሕዳር እቲ ክልል ይዛረቡ'ለዉ። እቲ ግጭት እናገደደ ሓደ ሓደ ግዜ ድማ እናሃደኣ ናብ ካልኣይ ዓመቱ የምርሕ ኣሎ። ብፍላይ ኣብ ዝሓለፉ ሒደት ሳምንታት ዳግማይ ክጅመር እንከሎ ኣብ ከባቢታት ጎጃም ዝተርኣየ ግጭት ከቢድ ምዃኑ'ዮም ነበርቲ ዝገልፁ። መንግስቲ ዕጡቓት ፋኖ ንምቁጽጻር ሰፊሕ ወፍሪ የካይድ ከምዘሎ ክንገር ከሎ፣ ዕጡቓት ድማ ካብቲ ዝሓለፈ ዓመት ዝነበሮም ቁመና ኣመና ከምዝሓየሉን ሓይሊ መንግስቲ ንምምካት ዘኽእል ዓቕሚ ከምዘለዎም ይንገር። ይኹን እምበር ኣብዚ ሕጂ ዘሎ ኩነታት ኣብ ሓደ ውዳበ ንምጥርናፍ ዝጽገሙ ዘለዉ ጉጅለታት ፋኖ፣ ዘቕረቡዎ ጠለባትን ዝውክሉዎ ተዛታይ ብዝምልከት ንጹር መግለጺ ከም ዘለዎም ዝተፈለጠ ነገር የለን። ብተወሳኺ ገለ ጉጅለታት'ውን ኣብ ዝተፈላለየ ኣጋጣሚታት ካብ ዝሃቡዎ መግለጺታት ብምርዳእ ከም ዝከኣል ንዝርርብ ድሌት ከም ዘይብሎም ዘነጽር'ዩ። ኣባል ሰልፊ ብልፅግና ዝነበረ ኩነታት እቲ ክልል ብቐረባ ዝፈልጥ ምሁር ኣብ ዝሃቦ ቃል፣ ፋኖ ዘለዎ ዕድል ሕጂ ዝፈጠሮ ዓቕሚ ሒዙ ንልዝብ ኮፍ ምባል እዩ ይብል። ግጭት ክትቅፅል ምምራፅ ግን ህላወ ፋኖ ኣብ ሓደጋ ዘውድቕ እዩ፣ ብኣንፃሩ መንግስቲ ሓይሉ ከደልድል እዩ ብምባል፣ እቲ እንኮ ኣማራፂ ዘተ ሰላም ምስ ፈደራል መንግስቲ ምዃኑ የረድእ፣ ኣብ ባይታ ዘሎ ግን ካልእ ምዃኑ እዩ ዝሕበር። በዚ ድማ ዕጡቕ ጉጅለ መዕለቢኡ ኣበይ ምዃኑ ክሳብ ሕጂ ኣይተፈለጠን ክብል ዝደምደመ። ኣብ ሰሜናዊ እስራኤል ዝርከብ ወተሃደራዊ መዓስከር ዕላማ ዝገብር መጥቃዕቲ ድሮን ሕዝቡላህ ኣርባዕተ ወተሃደራት ከምዝተቐተሉን ሓምሳን ሸሞንተን ከምዝቖሰሉ ሓይልታት ምክልኻል እስራኤል ኣፍሊጡ። ኣብ ደቡባዊ ሃይፋ ሰላሳን ሰለስተን ኪሎ ሜተር ርሒቑ ኣብ ዝርከብ መደበር ሰራዊት ዝተፈጸመ መጥቃዕቲ፣ ካብቶም ዝቖሰሉ እቶም ሸውዓተ ወተሃደራት ከቢድ ጉድኣት ከም ዝወረዶም ኣፍሊጡ። ሕዝቡላሕ ነቲ መጥቃዕቲ ከም ዝፈጸመ ሓላፍነት ብምውሳድ፣ ነቲ ኣብ መንጎ ቴልኣቪቭን ሃይፋን ዝርከብ ሓይልታት ምክልኻል እስራኤል ብርጌድ ጎላኒ ዝስልጥነሉ መዓስከር ዕላማ ከም ዝገበረ ኣፍሊጡ። ቤት ጽሕፈት ሜድያ እቲ ዕጡቕ ጕጅለ፣ እቲ መጥቃዕቲ እስራኤል ብሓሙስ ኣብ ደቡባዊ ሊባኖስን ባይሩትን ንዝፈጸመቶ መጥቃዕቲ ዓጸፋዊ ምላሽ ከም ዝዀነ ገሊጹ። ሕዝቡላሕ ነቲ ኣብ ሰሜናዊ እስራኤል ዝርከብ መዓስከር ሰብ ኣልቦ ነፈርቲ ተጠቂሙ ዕላማ ከም ዝገበሮ ሓቢሩ። ኣገልግሎት ኦምፕላንስ እስራኤል፣ በቲ መጥቃዕቲ ሱሳን ሓደን ሰባት ከም ዝተጐድኡን ሰለስተ ኣብ ከቢድ ኵነታት ከም ዝርከቡን ገሊጾም። ካብዚኦም እቶም ሰላሳን ሸውዓተን ናብ ሸውዓተ ዞባዊ ሆስፒታላት ብኦምፕላንስ ወይ ብሄሊኮፕተር ከም ዝተወሰዱ ኣፍሊጡ። ገለ መራኸቢ ብዙሓን ኢስራኤል እቲ ወተሃደራዊ መዓስከር ካብ ሊባኖስ ብዝተወንጨፈ ትሑት ደረጃ ብዘለዎ ድሮን ከም ዝተሃረመ ኣቃሊሐን። እዘን ሰብ ኣልቦ ነፈርቲ ዘይተራቐቐ ኣጽዋር ዝዓጥቓ ብምዃነን ቅድመ መጥቃዕትታት ንኸይድወል ምኽንያት ከም ዝኾና'ዩ ዝግለጽ። ድሕሪ እቲ መጥቃዕቲ፣ ዜናታት ቴሌቪዥን፣ ማሕበራዊ ሜድያን ሄሊኮፕተር ሓዊሱ ነቶም ዝተጎድኡ ኣብ ሰሜን እስራኤል ናብ ዝርከብ ሆስፒታላት እናወሰድዎም ዘርኢ ምስልታት ዘርጊሖም። ዝበዝሑ ዝተጎድኡ ኣብ ጥቓ ሃደራ ናብ ዝርከብ ማእከል ሕክምና ሂለል ያፈ፣ ካልኦት ድማ ኣብ ተል ሃሾመር፣ ሃይፋ፣ ኣፋላን ኔታንያን ናብ ዝርከቡ ሆስፒታላት ተወሲዶም። ኣብዚ ፍጻመ ዝርዝር ሓበሬታ እኳ እንተዘይሃለወ፣ መብዛሕትኦም ግዳያት ኣብ ካፌተርያ እንከለዉ ሃንደበት ዝተሃረሙ ምዃኖም ግን ጽንጽንታ ሜድያታት ዓለምና ይሕብሩ።